ሰላም ሰላም ጋይስ ናይ ሎምዓንቲ ኣርእስቲ ናይ ብዙሓት ሰባት ሕቶ እዩ ካብ ሰባት ከይብሉኒ ዝብል ቤት ማእሰርቲ ብኸመይ እየ ክወፅእ ዝኽእል በቃ ዝኾነ ነገር ክገብር ይደሊ ሰብ ከይብለኒ ዝብል ነገር ግን ሙሉእ እሙረይ ሙሉእ ሰውነተይ እዩ ተቆፃፂሩኒ ብዙሓት ቪድዮታት ርኤ ብዙሓት ምኽርታት ሰሚዐ እየ ነዚ ናትካ ቪድዮታት እውን ደጋጊመ ይርኤ ነገር ግን ሕጂ እውን ሰባት ከይብሉኒ ዝብል ሕማም ካብ ውሽጠይ ኣይወጸለይን፣ ብኸመይ እየ ንሓንሳብን ንሓዋሩን ብሕጉግ ኣቢለ ካብ ውሽጠይ ከውጽኦ ዝኽእል? ዝብል ናይ ብዙሓት ሰባት ሕቶ እዩ፣ ብዙሓት ሰባት እውን ይሓቱኒ እዮም። እሞ ሰብ ዋእ ዝበለ ይበል፣ ሰብ እታ ከየምጻልካ፣ ሰብ ሰብ ደኣ ብዙሕ እንድዩ ዝብል ኢልና ናብ ዝርዝራት ቅድሚ ምእታውና፣ ሰባት ከይብሉኒ ዘሸግረኩም ዘሎ፣ ማለት ኣብ ህይወትኩም ዝኾነ ነገር ክትገብሩ ትደልዩ፣ ነገር ግን ዋእ ሰብ እንታይ ይብለኒ? እናበልኩም ተኣሲርኩም ዘለኹም በቃ ሕድሕድ ነገራት ብሰባት ከይብሉኒ እስርስርስርስር ኢልኩም ሓንቲ ነገር ከይገበርኩም ንሰባት ክትሕጉሱ ንሰባት ክተፍቱ ዘይንስኹም መሲልኩም ትነብሩ ዘለኹም ፕሊስ እዛ ቪድዮ ክሳዕ መወዳእታ ተኸታተልዋ ሳብስክራይብ ድማ ከይርሳዕ ሕጂ እንታይ እዩ ሰባት ከይብሉኒ ዜሮ ክትገብሮ ኣይትኽእልን ኢኻ ምኽንያቱ ሰባት ክሳዕ ዝኾንና ካብ እንስሳት ዝፈልየና እውን ሰባት ምዃንና ስለ ዝኾነ መጠናዊ ሰባት ከይብሉኒ ከድልየና ይኸውን እዩ ነገር ግን ክንኮነ ንደሊ ከይንኸውን ክንሰርሖ ንደሊ ነገር ከይንሰርሕ እቶ ውሽጥና ዘሎ ዓቕሚ ኣውፂና ዓዲ ዝመርሕ ዓዲ ዝቕይር ህይወት ሰባት ዝልውጥ ዓቕሚ ፖቴንሻል ኣብ ውሽጥና ቀሚጥና ነገር ግን ብሰባት ከይብሉኒ እስርስርስር ኢልና ዘለና ቅድም ቀዳድም ሰብ ከይብለኒ ዝብል ኣተሓሳስባ ካበይ እዩ መፂኡ? መሰረቱ እንታይ እዩ? እዚ ኣተሓሳስባ እዚ ካበይ እዩ መፂኡ ኢልና እስኪ ካብ ሱር መሰረቱስ ካብ ውሽጢ ንርኣዮ። እምበኣርከስ ሰባት ከይብሉኒ ዝብል ሕማም ወይ ድማ ሰባት ከይብሉኒ ዝብል ቤት ማእሰርቲ ካብ ካልእ ኣይመፀን እዩ። ካብ ኣተዓባብያና ዝመፀ እዩ። ወለድና ክዕብዩና ከለዉ ደቆም ስዲ ከይኾኑ፣ ፋሉል ከይኸዱ፣ ስነ ስርዓት ክህልዎም ኢሎም ብዙሕ ነውርን ንውርን ይነግርዎም። እዚ ወደይ ከምዚ ኣይበሃልን፣ ከምዚ ኣይግበርን፣ ከምዚ ምባል ነውሪ እዩ፣ ኣብ ቅድሚ ዓበይቲ ከም ዘይበሃልን እዩ፣ በቃ ሰብ ከይተኾሪ፣ በጃኻ ንሰባት ከይተቐይሞም ኢኻ እምበይ ይበሃልን እዩ፣ እሺ እዩ ዝበሃል እናበሉ፣ ነውርን ንውርን ይነግርዎም ጸሊኦሞም እኮ ኣይኮኑን ደቆም ብስነ ስርዓት ብስነ ምግባር ብኢቲክስ ክዓብዩ ስለ ዝደልዩ እዮም ካብዚ ብተወሳኺ ድማ ክለኣኽዎም ክእዘዝዎም ክምእዘዝዎም ስለ ዝደልዩ እዮም ከይሕንግዱ ኣይንለኣኽን ኢሎም ንወለዶም ከይሕንግዱ እዮም ዝኹሉ ስነ ምግባር ወይ ድማ ስነ ስርዓት ዝምህርዎም ነገር ግን ኣብ ማሕበረሰብና ብፍላይ ኣብ ናይ ሓበሻ ማሕበረሰብ ቁርብቲ ባህልና ሕልፍ ዝበለ እዩ በቃ ዝኾነ ነገር ክትገብር እንተኢልካ በቃ ንሰብ ካብቲ ንባዕልና ንነብሮ ህይወት ንሰባት ንነብሮ ህይወት እኮ እዩ ዝበዝሕ በቃ ርእይ እንዶ መርዓ ክትገብርስ ካብቲ ንስኻ መርዓ ጌርካ ትሕጎሶ ሰባት ብዛዕባ እቲ መርዓኻ ሪኦም ዝብልዎ እዩ ዘጨንቐካ ዝኾነ ምርቓ ጌርካ ወይ ገዛ ሰሪሕኻ ካብቲ ንስኻ ገዛ ሰሪሕኻ ትሕጎሶ ሰባት ብዛዕባ እቲ ገዛኻ ዝዛረብዎ ዘረባ እዩ ዘጨንቐካን ዘሕጉሰካን ሕስብ ክተብሎ ከለኻ ሰባት ንበሃል ፍጥረት መሕዘንቲ ፍጥረታት ኢና በቃ ንሰባት ክንብል ኢና ንነብር ነዛ ነብስና ረሲዕና በቃ ንሰባት ክንሕጉስ ሰባት ብኣና ጽቡቅ ክዛረቡ ሽምና ብጽቡቅ ክለዓል ኩስተስያ ከምዚ ጌሩ ኩስተስያ ከምዚ ሰሪሑ እታ ጓል ኩስተስያ ከምዚ ኮይና ክበሃል በቃ ብሰብ ሽምና ጽቡቅ ክኸውን ዘይንገብሮ ዘይንፍሕሮ ነገር የለን ኣብ ሕብረተሰብና ሽምና ብጽቡቅ ክለዓል ስለ ዝደልዩ ወለድና ሕማቅ ነገር ከይንገብር ገለ ኣሉታዊ ነገር ከይንገብር ብጥብቂ እዮም ዝከታተሉና ሽዑ ዝኾነ ነገር ተበላሸ ሓንቲ ጓል ኣቲ ኢድኪ ይስበሮ በሰሮ መዕበይኣ ዝበደላ ንዓኺ ሰብ ረኺቦም እኮ ክምርዓውኺ ይኾኑ እናበሉ ይድህልዋ ወዲ ተኾይኑ እውን ዝኾነ ነገር ተበላሽው ኣታ ብቱኽ ንዓኻ ሰብ ረኺበን እኮ ክወስዳኻ ይኾና እናበሉ ክድህልዎን ክንዕቕዎን ይጸንሑ እሞ ደሓር ምስ ዓበየ ምስ ጎበዘ እውን ኣእምርኡ በዚ ፕሮግራም ስለ ዝኸውን ፈራሕ ኮንፊደንስ ዘይብሉ ሰብ ኮይኑ ይዓቢ ስለዚ ሰባት ከይብሉኒ ካብ ኣተዓባብያና ዝመጸ እዩ ምሳና ዝተፈጠረ ምሳና ዝተወለደ ምሳና ካብ ማህጸን እዴና ክንወጽእ ከለና ምሳና ተጣቢቑ ዝመጸ ዘይኮነስ ምስ ተወለድና ዝዓበናሉ ስድራ ዝዓበናሉ ከባቢ ዝዓበናሉ ማሕበረሰብ ዝጸዓነና ወይ ድማ ዘሸከመና ኣተሓሳስባ እዩ። እዚ ኣተሓሳስባ እዚ እንተዘይሴርናዮ፣ ሓንቲ ነገር ከይገበርና በቃ ንሰባት ክነሕጉስ፣ ንሰባት ክነፍቱ ክንብል፣ ብሰባት ከይብሉኒ ተቐይድና፣ ተኣሲርና፣ ሽዑ ዕድሜና ምስ ወዳእና ናብ መቓብርና ክንፋኖ ኢና። እቲ ካልኣይ ድማ እንታይ እዩ፣ ንስኻ ሰባት እንታይ ይብሉኒ እናበልካ ክትጭነቕ ከለኻ፣ እቶም ትጭነቐሎም ዘለኻ ሰባት ንገዛእ ርእሶም ንስኻን ወዲ ከማኻን ሰባት እንታይ ይብሉኒ እንዳበሉ እዮም ዝጭነቑ ርኣዩ ክልቴኹም ማዕዶ ንማዕዶ ንስኻ ኣብዚ ኮንካ በዓል ኩስቶ እንታይ ይብሉኒ እንዳበልካ ብኣኣቶም ትጭነቕን ትፈርሕን እቶም ትጭነቐሎም ዘለኻ ሰባት ናብቲ ማዕዶ ኮይኖም ንስኻን ከማኻን ካልኦትን እንታይ ከም ትብልዎም ክጭነቑ ይውዕሉ በቲ ሓደ ገፅ መሕዘኒ ወይ መስሓቒ ኮይኑ ኢኻ ትረኽቦ። ሓደ ፈላስፋ እንታይ ይብል፣ ቀደም ተራ ሰብ እናሃለኹ፣ ሰባት ብዛዕባይ እንታይ ይሓስቡ እናበልኩ ይጭነቕ ነይረ። ቁሩብ ምስ በሰልኩ ድማ፣ ዋእ! ሰባት ብዛዕባይ ድላዮም ይሕሰቡ፣ ኣይግድሸንን ክብል ጀሚረ። ነገር ግን ብጣዕሚ ምስ በሰልኩ፣ ሰባት ብዛዕባይ ከም ዘይሓስቡ ፈሊጠ ኢሉ። እንታይ ማለት እዩ? ናይ ስነ-ልቦና መጽናዕትታት ከም ዝሕብርዎ፣ ሰባት ብዙሕ ግዜ ብዛዕባኻ ብዛዕባ ሰባት ዘይኮነስ ብዛዕባ ባዕሎም እዮም ኣብዚሖም ዝሓስቡ በቃ እንታይ ክገብሩ ከም ዘለዎም እንታይ ክሰርሑ ከም ዘለዎም ኣብ ሂወቶም እንታይ ክእቅዱ ከም ዘለዎም ናበይ ክበጽሑ ከም ዘለዎም ብዙሕ ግዜ ብዛዕባ ባዕሎም እምበር ብዛዕባኻ ኣይኮኑን ክዛረቡ ዝውዕሉ ኣየልዕሉኻን ማለት ኣይኮነን ነገር ግን ሓደ መጽናዕቲ ከም ዝሕብሮ ተኾይኑ ሰማንያ ሚኢታዊ ኣይኮነንዶ ብኣኻ ክዛረቡ ምፍጣርካ እውን ዝዝክረካ የለን ይብል። ንሕና ዝመስለና ግን እንታይ እዩ በቃ ሰባት ስርሖም ገዲፎም በቃ ንዓና ኣርእስቲ ጌሮም ኣጀንዳ ጌሮም ብኣና ክዛረቡ ዝውዕሉ እዩ ዝመስለና እ ኩስተ እንታይ በለ እ ብዛዕባይ እንታይ በሉ እ ይሓምዩኒ ደለዉ እናበልና ክነጻናጽ ንውዕል ማለት እዩ ነገር ግን ሰማንያ ሚእታዊ ምፍጣርካ ውን ዝዝክረካ የለን እዩ ኣቱም ሰባት እስኪ ሕስብ ኣብልዎ ነዚ ምስ ሞትካ ድሕሪ ክልተ መዓልቲ፣ ድሕሪ ሰሙን ዝርስዐካ ሰብ ፈሪሕኻ ተሰኪፍካ እኮ ኢኻ ካብ ትደልዮን ካብ ትኾኖን ተሪፍካ ኣብ ዘይትፈትዎ፣ ኣብ ዘይትደልዮ፣ ኣብ ዘይትኣምኖ ነገር ተዕነኒ ዘለኻ። ሕሰቦ እሞ ኣብ ብዙሓት ሰባት ብዝተገበረ መጽናዕቲ ኣብ ኣፍ ሞት ኮይኖም ኣብ ሆስፒታል ኣብ ሕክምና ኣብ ዓራት ደቂሶም ብሕክምና ከም ዝሞቱ ተነጊርዎም፣ ገሊኦም ብካንሰር ገሊኦም ብተፈላለየ ሕማማት ኣብ ምድራዊ ፃንሒትኩም ዘጣዓሰኩም ዘናሰሐኩም እንታይ እዩ ተባሂሎም ተሓቲቶም መብዛሕትኦም እንታይ ኢሎም መሊሶም ኣነ ኣብ ምድራዊ ፃንሒተይ ብህይወት እናሃለኹ ዘጣዓሰኒ ዘናሰሐኒ ነገር ሰባት ከይብሉኒ ኢለ ክኾነ ዝግበኣኒ ዘይምዃነይ ክገብሮ ዝግበኣኒ ዘይምግባረይ እዩ ዘጣዓሰኒ ኢሎም ኣቱም ሰባት ሰባት እንታይ ይብሉኒ ዘይኮነስ ሕልናይ እንታይ ይብለኒ ፈጣሪ እንታይ ይብለኒ እዩ ከፍርሓካን ከተሓሳስበካን ዘለዎ ምኽንያቱ ሰባት መናብርትኻ እምበር ኣንበርትኻ ኣይኮኑን እዮም ናብዚ ምድሪ እዚ ዘምጻካ ፈጣሪ እምበር ሰባት ኣይኮኑን እዮም ስለዚ ንመናብርትኻ ዘይኮነስ ነቲ ዘንብረካ ፈጣሪ ኢኻ ክትፈርሕ ዘለካ ሰባት ግን ሓደ ንጋገዮ ነገር ኣሎ ዝኾነ ጌጋ ክንፍጽም ዝኾነ ገበን ክንፍጽም የማን ጸጋም ሰብ ከይርእየና ንርኢ ሰብ ኣለዶ ከይርእየና የማን ጸጋም ንርኢ ሓደ ነገር ግን ንርስዕ ከምዚኣ ኢልና ንላዕሊ ቆላሕ ኢልና ፈጣሪ ይርእየና ምህላው ንርስዕ ስለዚ ሰባት እንታይ ይብሉኒ ዘይኮነስ ፈጣሪ እንታይ ይብለኒ እዩ ክኾን ዝግባእ ሰባት ግን ንፈጣሪ ረሲዖም በቃ ሰብ ከይፈልጦም ኣዝዮም ይራቐቑ ኣዝዮም ይጥንቀቑ ፈጣሪ ግን ይርእየካ ኣሎ እዩ ናይ ሎማዓንቲ ቪድዮ ኣዝዩ መሰረታዊ መልእኽቲ ዘለዎ ቪድዮ እዩ ፕሊስ ክሳዕ መወዳእታ ተኸታተሉ ሳብስክራይብ ምግባር ድማ ኣይትረስዑ እቲ ሳልሳይ ካብ ሰባት ከይብሉ ንክገላግለካ ዝኽእል ታኣዩ ሰባት ንዓኻ ከመይ ይሪኡኻ ዘይኮነስ ንስኻ ንባዕልኻ ከመይ ትሪኦ እዩ ሰባት ኣብ ልዕሌኻ ዘለዎም ኣመለኻኽታ ዘይኮነስ ንስኻ ኣብ ልዕሌኻ ኣብ ባዕልኻ ዘለካ ኣመለኻኽታ እዩ ወይ ዘዕንወካ ወይ ዘዕውተካ። እንታይ ማለት እዩ? ሰባት እኮ ብድላዮም ክሓስቡኻ ይኽእሉ እዮም። እቲ ዝሓስቡኻ ሓሳብ ኣብቲ ናቶም ርእሲ እዩ ዘሎ። ነገር ግን እቲ ሰብ ዝብሉኻ ኣነ ከምኡ እየ ኢልካ ትኣምኖን ትቕበሎን እንተኾይንካ ኢኻ ኣብ ሽግር ኣብ ሓደጋ ትወድቕ። ንኣብነት ሰባት ዋይ ኩሰ ደኣ ዘይጠቅም ዘይረብሕ ደንቆሮ ኮንቱ እኮ እዩ ገገማ እኮ እዩ ክብሉኻ ይኽእሉ እዮም። ነገር ግን እቲ ሰባት ዝብሉኻ ሓቆም እዮም ኣነ ከምኡ እየ ኢልካ ትቅበሎ እተኮይንካ ክትጥሕል ኢኻ ልክዕ ከምዚ መርከብ ትጥሕል እኮ ኣብቲ ልዕሊ ማይ ብምኻዳ ዘይኮነስ እቲ ማይ በቲ ነዃል ናብ ውሽጣ ኣትዩ ናብ ውሽጣ ክመልእ ምስ ጀመረ እዩ ንታሕቲ ዘጥሕላ ልክዕ ከምዚ ንዓኻ ዘጥሕለካ ኣብ ህይወት ድማ እቲ ሰባት ዝብሉኻ ዘይኮነስ እቲ ሰባት ዝበሉኻ ናብ እእሙረኻ ኣቲኻ ክተሰላስሎ ክትውዕል ከለኻ ክትቅበሎ ክትሰማማዓሉ ከለኻ እዩ ሰባት እኮ ድላዮም ክብሉኻ ይኽእሉ እዮም ነገር ግን ነቲ ሰባት ዝብሉኻ ኢግኖር ጌርካ ንስኻ እቲ ንባዕልኻ እትብሎ ንባዕልኻ እትሪኦ ኣመለኻኽታ ምስትኽኻል ትኽእል ኢኻ ብኻልእ ኣበሃህላ ንስኻ ኣብቲ ሰፈርካ ኣብቲ ከባቢኻ ዘለዉ መሓዙትካ ከምቲ ዝሪኡኻ ኣይኮንካን ከምቲ ዝንዕቑኻ ከምቲ ዘቃልሉኻ ከምቲ ዝሕስሩኻ ኣይኮንካን ምኽንያቱ ንስኻ ብፈጣሪ ዝተሰራሕኻ ፓወርፉል ፍጥረት ኢኻ። ኣብ ውሽጥኻ ዓዲ ዝቕይር፣ ህይወት ዝቕይር፣ ሃገር ዝመርሕ ዓቕሚ ኣሎ። ኣብ ዙርያኻ ዘለዉ ሰባት፣ ኣብ ዙርያኻ ዘለዉ መሓዙትካ፣ ቤተሰብካ፣ ዓቕሚ ከም ዘለካ፣ ፖቴንሻል ከም ዘለካ ኣይነገሩኻን ማለት ዓቕሚ የብልካን ማለት ኣይኮነን። ምናልባት ኣብ ዙርያኻ ዘለዉ ሰባት እኳ ክሕስሩኻ፣ ክንዕቑኻ ይኽእሉ እዮም። ነገር ግን ጽባሕ ንግሆ ሃገር ዝመርሕ ዓቕሚ ኣብ ውሽጥኻ ተቐቢሩ ይህሉ ይኸውን። ሽዑ በቲ ኣብቲ ከባቢኻ፣ በቲ ኣብ ሰፈርካ ዝበሉኻ ተዳሂልካ ሽዑ ኣብ ሰፈር ትቐሪ ኣለኻ ማለት እዩ። ነገር ግን እቲ ሰባት ዝብሉኻ ዘይኮነስ ንስኻ ንነብስኻ ከመይ ትሪኣ በቃ ኣነ ይኽእል እየ ኣነ ፈጣሪ ብምኽንያትን ዕላማን ዝፈጠረኒ ሰብ እየ ዋላ ምስ ድኽመተይ ዋላ ምስ ክፍተተይ ብቐጻሊ እናተማሃርኩ ፍልጠት እናወሰኽኩ ዓቕሚ እንዳወሰኽኩ ኣብቲ ዝብጻሕ ክበጽሕ እየ እቲ ሰብ ዝሰርሖ ኩሉ ኣነ ውን ክሰርሕ እኽእል እየ እቲ ሰብ ዝበጽሖ ኩሉ ኣነ ውን ክበጽሖ እኽእል እየ ምባል ጃህራ ኣይኮነን እዩ እንታይ ደኣ ሓቂ እዩ ንቅጽል ኣለና ራብዓይ በጺሕና ኣለና እቲ ራብዓይ እንታይ እዩ ካብ ሰባት ከይብሉኒ ክገላግለካ ዝኽእል ንኹሉ ሰብ ትኽክል ኮንካ ክትረእ እዩ ትድለ በቃ ገሊኡ ሰብ ኣሎ ንኹሉ ትኽክል ኮይኑ ክረእ ይደሊ ኩስቶ እውን ትኽክል ክብሎ ኩስቶ እውን ሓቅኻ ክብሎ ኩስቶ እውን ልክዕ ክብሎ በቃ ንኹሉ ክሕጉስ ንኹሉ ከፍቱ ኢሉ ኣብ ብዙሕ ዝበጣጠስ ሰብ ኣሎ ብመሰረቱ ሰባት ፐርስፐክቲቭና በበይኑ እዩ። ንነገራት እንርድኣሉ መነጽር በበይኑ እዩ። ንኣብነት፣ ንሓደ ዘስሕቖ ነቲ ካልእ ዘሕርቖ ክኾን ይኽእል እዩ። ነቲ ሓደ ዘሕጉሶ ነቲ ሓደ ዘዩሕጉሶ ዘጉህዮ እውን ክኸውን ይኽእል እዩ። ምኽንያቱ ሰባት ክንበሃል ነናይ ባዕልና ማይንድሴት፣ ነናይ ባዕልና መነጽር፣ ነናይ ባዕልና ፊሊንግ፣ ነናይ ባዕልና ኤክስፕሪያንስ ዘለና ፍጥረታት ኢና። ሓንቲ ሰበይቲ ነይራስ ወዳ ደቂሱ እናርፈደ የሸግራ። ብጣዕሚ ደቃሲ እዩ። ሽዑ ናብ ሓደ ሽማግለ ሰብኣይ ትወስዶ እሞ፣ ሰብኣይ ድማ ጥበበኛ ነበረ እሞ ከምዚ ኢሉ መኺርዎ፣ ዝወደይ፣ ክልተ ኣዕዋፍ ነይረን፣ እታ ሓንቲ ኣንጊሃ ትትስእ፣ ሽዑ ሓሳኹ ትረክብ እሞ፣ በሊዓ በሊዓ ጸጊባ ትውዕል፣ እታ ሓንቲ ዒፍ ድማ ከምዚ ከማኻ ደቂሳ ተርፍድ፣ ሽዑ ጾማ ትውዕል። ካብዚ ታሪኽ እንታይ ተማሂርካ ኢልዎ እንታይ ዝበሎ ይመስለኩም ወዮ ቆልዓ ግልብጥ ኣቢሉ ካብዚ ታሪኽ ዝተማሃርክዎ ኣንጊሆም ዝትስኡ ሓሳኹ ብዕዋፍ ከም ዝብልዑ እየ ተረዲኤ ኢልዎ ሰባት እንተደልዮም ነቲ ንስኻ ዝበልካዮም ገልቢጦም ውን ክርድእዎ ይኽእሉ እዮም እታ ሓምሸይትን ናይ መወዳእታን እንታይ እያ ሰባት ብዛዕባኻ ዝብልዎ ክትቆጻጸሮ ኣይትኽእልን ኢኻ ኣብ ናይ ሕድሕድ ሰብ እእምሮ ኣቲኻ ኩስቶ ብዛዕባይ እንታይ ይብል፣ ኩስቶ ብዛዕባይ እንታይ ይሓስብ ኢልካ ክትፈልጦን ክትቆጻጸሮን ኣይትኽእልን ኢኻ። ነገር ግን ሓደ ትቆጻጸሮ ነገር ኣሎ። እቲ ሰባት ዝብሉኻ ኣእምሮኻ እትህቦ ትርጉም ግን ከም ድላይካ ክትቀያይሮ ትኽእል ኢኻ። እንታይ ማለት እዩ? ሰባት ድላዮም ክብሉኻ ይኽእሉ እዮም። መልሓሶም ምስኦም ክሳዕ ዝሃለወ፣ ኣፎም ምስኦም ክሳዕ ዝሃለወ፣ ኣእምሮኦም ምስኦም ክሳዕ ዝሃለወ ድላዮም ክብሉኻ ፍቐደሎም። ነገር ግን እቲ ሰባት ዝብሉኻ ካብ ጉዕዘኻ፣ ካብ መንገድኻ ከሰናኽለካ ዘይምፍቃድ ግን ስልጣን ኣለካ፣ ምርጫ ኣለካ። እቲ ሰባት ዝብልዎ ጸማም እዝኒ ሂብካ ከይተገደስካ ኣብ ስራሕኻ ምውዓል፣ ጉዕዘኻ ምቕጻል ግን ትኽእል ኢኻ። እቲ ከልቢ ይነብሕ፣ እቲ ገመል ጉዕዙ ይቕጽል እምበር ፈተኻ ጸላእኻ ሰባት ኩሉ ግዜ ክብሉኻ እዮም ነፋዕኻ ሰነፍካ ፐርፌክት ኾንካ ዝብሉኻ ኣይስእኑን እዮም ዘውጽልካ ሽም ኣይስእኑን እዮም ዘውጽልካ ኣበር ኣይስእኑን እዮም ስለዚ ኩሉ ግዜ ሰባት ከይብሉኒ ዝብል ክትሓስብ ከለኻ እቲ ትገብሮ ዘለኻ ምስ ሃይማኖት ዝጋጮ፣ ምስ ሕጊ ዝጋጮ፣ ምስ ፈጣሪ ዝጋጮ፣ ምስ ሕልና ዝጋጮ ክሳዕ ዘይኮነ ብምሉእ ናጽነት ፍትሕ ኢልካ ንበር። ክንደሻዕ ኢኻ ኣብ ድራማ ክትነብር? ክንደሻዕ ኢኻ ኣብ ፌክ ህይወት ክትነብር? ክንደሻዕ ኢኻ ንሰባት ከተሕጉስ ክትነብር? እስኪ እዛ ነብስኻ ሓራ ግበራ። ዓርስኻ ክትከውን ምስ ጀመርካ፣ ሰባት ከይብሉኒ ክትገድፎ ምስ ጀመርካ ዝቕየሙኻ ሰባት ክህልዉ እዮም። ምኽንያቱ ዘለመድካዮም ስለ ዝስእኑ። መኹስተን ትኾርየኸ? መኹስተን ተኾርየትከ? ይኾርዩ፣ መንገዲ ጨርቂ ግበረሎም። እሞ ዕርክነትና እንተተባተኸኸ? ኩስቶ እንተኸሰርክወኸ? ኽሰሮ። ንስኻ ክትኮነ ዝግበኣካ ብምዃንካ፣ ክትገብሮ ዝግበኣካ ብምግባርካ ዝኹሪ፣ ዝቕየም ሰብ እንተሃልዩ፣ ገደል ይእቶ ምክንያቱ ፈጣሪ ናብዚ ምድሪ እዚ ከምጻካ ከሎ ናይ ባዕልካ ሂወት ንክትነብር ኢምበር ናይ ሰባት ሂወት ንክትነብር ኣይኮነን እዩ ተወሳኪ ትምህርትን ኮርሳትን ክትወስዱ ትደልዩ በዚ ኣብ ታሕቲ ተቀሚጡ ዘሎ ኣድራሻ ክትምዝገቡ ትክእሉ ኢኩም መልእክቲ ግደፉልና ሂወትኩም ንሓንሳብን ንሓዋሩን ዝቅይር ኮንፊደንስ ዘለዎም ሰባት ክትኮኑ ዘክእል ኮርሳት ኣለዉና ብዝደለኹሞ ዓይነት ኮርሳት መሪጽኩም ብዝደለኹሞ ግዘን ሰዓትን ክትመሃሩ ትኽእሉ ኢኹም ብሰላም ምጹ thank you ባባይ።